ናይ ዕለት ዓሰርተ ሰለስተ ሚያዝያ ክልተ ሽሕን ዒስራን ኣርባዕተን ሓደሽቲ ዕለታዊ ዜናታት ስፖርት ኣኽሊሉ ኣረፋይነ ሎሚ እውን ብሉፅ ውፅኢት ኣመዝጊቡ ቢንያም ግርማይ ኣብቲ ተኣምር ዝሰረሓሉ ጂሮ ዲ ኢታልያ ከም ዝሳተፍ ጋንቱ እፍሊጣ ኣብ ጥርዚ ብቕዓት ዝርከብ ኣሌክሳንደር ኢሳቅ ሎሚ እውን ጋንትኡ ኣንጻር ቶተንሃም ኣብ ዘካየደቶ ዓቢ ጸወታ ክልተ ጎላት ኣመዝጊቡ ሰላም ከመይ ትውዕሉ ክቡራት ተኸታተልተይ እንቋዕ ናብዛ ቻነል ብሰላም መጻኹምለይ ሎሚ እውን ከም ወትሩ ዜናታት ስፖርት ሃገርናን ዓለምን ሒዘልኩም ኣብ ሰዓተይ ተረኺበ ኣለኹ ኣቐዲመ ግን ላይክን ሳብስክራይብን ሼርን ኮመንት እንዳገበርኩም ክሳብ መወዳእታ ክትከታተሉ ብኽብሪ ይዕድም ሰናይ ምክትታል። ኣይ በዓል ወርቂ ጋሽ ሽራራኤ በኹሪ ዕምበባ ኤሪትራ ብራር ሰማይ ኣሞራ ኣልሓኩላቶም ናንበሳ ዛልምም ዓደይ ምለሳ ምለሳ ቢንያም ግርማይ ኣብቲ ተኣምር ዝሰርሓሉ ጂሮ ዲ ኢጣልያ ከም ዝሳተፍ ጋንትኡ ኣፍሊጣ። ንዕረፍትን ልምምድን ኣብ ኤርትራ ዘሎ ፕሮፌሽናል ጠቕላዳማይ ጋንታ ኢንተርማች ቢንያም ግርማይ ኣብቲ ካብ ዕለት ሓደ ጉንበት ጀሚሩ ዝካየድ ሓደ ካብ ዓበይቲ ናይ ግራንድ ቱር ደረጃታት ዘለዎ ውድድር ጂሮ ዲ ኢታልያ ከም ዝሳተፍ ጋንቱ ኢንተርማች ኣፍሊጣ። ቢንያም ግርማይ ድሕሪ እቲ ኣብ ፍላንደርስ ክላሲክ ምውድዳሩ ኣብዚ ግዜ ኣብ ውሽጢ ሃገር ኣብ ሓያል ልምምድ እዩ ዝርከብ ዘሎ ጂሮ ዲኢታልያ ማለት ቢንያም ግርማይ ቅድሚ ክልተ ዓመት ናይ መጀመርያ ናይ ግራንድ ቱር ዓወት ዘመዝገበሉ ቱር እዩ። ኣብታ ኣብ ዓስራይ መድረኽ ዝነበረት ሓያል ናይ ቅጽበታዊ ውድድር መድረኽ ንመተሃላልኽቱ ዝነበሩ ብኣደናቒ ቅጽበታዊ ውድድር ስዒሩ ዓቢ ዓወት ዘመዝገበላ ቱር እያ። ነዚ ውድድር እዚ ክሕግዞ ከኣ ቢንያም ግርማይ ኣብዚ ግዜ እዚ ኣብ ሓያል ናይ ኩሉ ዓይነት መዕቀኒታት ልምምድ ይርከብ ኣሎ። ጂሮ ዲኢታልያ ቢንያም ግርማይ ኣጸቢቑ ዝመልኮ ናይ ግራንድ ቱር ውድድር እዩ። ኣብዚ ቱር ኣብ 2022 ኣብ ዓሰርተ መድረኻት ተሳቲፉ ነይሩ። ካብተን ዓሰርተ መድረኻት ከኣ ኣብ ኩለን ምስ ብሉጻት ሓሙሽተ ጥራይ እዩ ዝዛዝም ነይሩ። ኣብ መወዳእታ ከኣ ነታ ዘማዕድዋ ዝነበረ ፈላሚት ናይ መድረኽ ዓወት ኣብ ናይ ግራንድ ቱር ውድድር ኣብ ዓስረይቲ መድረኽ ረኺብዋ። ቢንያም ኣብታ ዓመት ጥርዚ ብቕዓቱ ዘርኣየላ ዓመት እያ ነይራ። እንተኾነ ድሕሪ'ታ ኣደናቒት ናይ መድረኽ ዓወት ኣብ ጽምብል ናይ ኣደናቒ ታሪኹ ከሎ ብሻምፓን ዓይኑ ስለ ዝተሃርመ ምስ ምሉእ ቁመንኡ ከሎ ካብቲ ውድድር ተኣልዩ ነይሩ። ኣብ ዝሓለፈ ናይ 2023 ውድድር ቢንያም ግርማይ ኣብ ጂሮ ዲ ኢታልያ ኣይተወዳደረን። ኣብዚ ዓመት ግን ድሕሪ ክልተ ዓመታት ተመሊሱ ታሪኹ ክደግም ኣብ ፍሉይ ምድላዋት ይርከብ። ጋንትኡ እውን ነዚ ምክንያት ብምግባር ቢንያም ኣብ ዓቢ ናይ ዓወት መንፈስ ኮይኑ ናብዚ ውድድር ይኣቱ ከም ዘሎ ይሓቢራ በዚ ኣጋጣሚ ዓወትን ሰላምን ነዚ ነብሪ ጎልጎል ዝኾነ ተቐዳዳማይ ንምነ ኣኽሊሉ ኣረፋይነ ሎሚ እውን ብሉፅ ውፅኢት ኣመዝጊቡ ሎሚ ዕለት 13 ሚያዝያ ዙር ሎየር ኢቸር ብራብዓይ መድረኽ ቀፂሉ ውዒሉ ኣብዚ ዙር ዝሳተፍ ዘሎ ኣኽሊሉ ኣረፋይነ ከኣ ብሉጽ ግዜን ደረጃን ብምምዝጋብ ነዚ ናይ ራብዓይ መድረኽ ውድድር ብሰላም ዛዚሙ። ኣብዛ ናይ ሳልሳይ መድረኽ ውድድር ተቐዳደምቲ ሚእትን ዒስራን ሓደን ኪሎ ሜተር ርሕቀት ተጓዒዞም እዮም ናብ መዛዚ ምሕንጻጽ በጺሖም። ናይ ውድድር ርሕቀት ኣብ ግምት ብምእታው ከኣ ተቐዳደምቲ ዳርጋ ብሓደ እዮም ናብ መዛዚ ምሕንጻጽ በጺሖም። ኣኽሊሉ ኣረፋይነ ኣብዛ መድረኽ ኣብ ናይ ጋንታ ስራሕ እዩ ተጸሚዱ ውዒሉ። ብዝገበሮ ዝነኣድ ቦታ ናይ ምሓዝ ኣበርክቶ ከኣ ወዲ ጋንትኡ ኣሊሶ ዴለ መበል ራብዓይ ኣትዩ ኣሎ። ኣክሊሉ ኣረፋይነ ከኣ ግዜ ከይከሰረ ብምእታው መበል ሱሳን ሽዱሽተን ደረጃ ሒዙ እዩ ውድድሩ ብሰላም ዛዚሙ። ኣብ ሓፈሻዊ ናይ ግዜ ሰሌዳ ኣብ መበል ሓምሳን ትሽዓተን ደረጃ ተሰሪዑ ኣሎ። ኣብዛ መድረኽ ዝበዝሑ ደቂ ጋንትኡ ብተመሳሳሊ ግዜ እዮም ዛዚሞማ። ኣብ ሓፈሻዊ ናይ ግዜ ሰሌዳ ናይ ደቂ ጋንትኡ ግን ክሳብ ሕጂ ዝበለጸ ግዜ ናይ ጋንትኡ ምስ ካልኣዩ ዜኖ ሙኒን ብምሓዝ ካብ ቀዳማይ ናይ ግዜ ብ ኣርባዓን ክልተን ካልኢታት ጥራይ ተፈልዩ ይርከብ። ኣብ ናይ መንእሰያት ግን ኣኽሊሉ ኣረፋይነ ኣብ መበል ዕስራን ሽዱሽተን ደረጃ ይርከብ። ኣብ ዝቕጽል ውድድራት ናይዚ ተስፉው መንእሰይ ዓወት ንምነ። ኣብ ጥርዚ ብቕዓት ዝርከብ ኣሌክሳንደር ኢሳቕ ሎሚ'ውን ጋንትኡ ኣንጻር ቶተንሃም ኣብ ዘካየደቶ ዓቢ ጸወታ ክልተ ጎላት ኣመዝጊቡ። ኣጥቃዓይ እንግሊዛዊት ክለብ ኒውካስል ዩናይትድ ኣሌክሳንደር ኢሳቕ ሎሚ'ውን ክልተ ኣደነቕቲ ጎላት ብምምዝጋብ ኣብ ዓወት ጋንትኡ ዓቢ ተራ ተጻዊቱ። ኣሌክሳንደር ኢሳቕ ዋላ እኳ ብሰንኪ ተደጋጋሚ መስበርቲ ካብ ፀወታ እንተረሓቐ፣ ኣብተን ናብ ሜዳ ዝምለሰለን እዋናት ግን ኣዝዩ ውፅኢታዊ ብምዃን'ዩ ኣገዳስነቱ ንክለብ ኒውካስል ዩናይትድ ዘርኢ ዘሎ። ኣሌክሳንደር ኢሳቕ ኣብዚ ዓመት ኣብ ዕስራን ኣርባዕተን ግጥማት ተሰሊፉ ዓሰርተ ሸውዓተ ጎላት ብምምዝጋብ ደሚቑ ይርከብ። ብጀካ እዚ ካብ ሸውዓተ ኣብ ሜዳ ኒውካስል ዩናይትድ ዘካየደን ፀወታታት ሽዱሽተ ጎላት ብምምዝጋብ እውን ሓድሽ ታሪኽ ኣብ ምፅሓፍ ይርከብ። ኣሌክሳንደር ኢሳቕ ኣብዚ ግዜ ዓይኒ ዓበይቲ ክለባት ዓሪፉ ይርከብ። ብፍላይ ሰሜን ለንደናዊት ክለብ ኣርሰናል ኣብ ዝቖማት ኣጥቃዓይ ዘለዋ ተገዳስነት መዓልታዊ ይዓቢ ኣሎ። ኣብዚ ሰዓት ሰሙናዊ ይደምቕ ምስ ምህላዉ ተገዳስነት ናይ ዝደልዮ ጋንታታት ብቑመንጽር ኣብ ምዕባይ ይርከብ። ብዙሓት ደገፍቲ ናይ ኒውካስል ገዳይም ተጻወቲ ኩዕሶ እግርን ኣብዚ ግዜ እዚ ንብቕዓት ኣሌክሳንደር ኢሳቕ ምስ ናይ ፈረንሳዊት ሄንሪ ሄንሪ ኣብ ምምስሳል ይርከቡ። ኣሌክሳንደር ኢሳቕ ሎሚ ኣብ ዝነበረ ግጥም ኣንጻር ቶተንሃም ዘመዝገባ ፍልይቲ ሸቶ ርኢኻ ብፍላይ እቲ ተምሳሌት መሊሱ ይደምቕ። ኣብዛ ሎሚ ዘመዝገባ ጎል ኣሌክሳንደር ኢሳቕ ንተኸላኸልቲ ቶተንሃም ክሳብ መላገጺ ደገፍቲ ኒውካስል ዝኾኑዩ ገማጢሉ ኣደቂስዎም።

ብጀካ እዚ ገጽ፣ ኣብ ውሽጢ ክልተ ሰዓታት ኣርባዕተ ግዜ'ዩ ንብቕዓት ኣሌክሳንደር ኢሳቕ ዝምልከት ሓጸርቲ ጽሑፋት ዘርጊሑ። ኣብ ዝቕጽል ናይ ፕሪምየር ሊግ ግጥማት እዚ ጥቃዓይ ጎል እንተመዝጊቡ፣ እቲ ምስ ዝላታን ኢብራሞቪች ሒዝዎ ዘሎ ክብረ ወሰን ብስሙ ክጽሕፎ'ዩ። መዓስ እዚ ጥራይ! ንወርቂ ጫማ ዝግበር ቅልሱን ካብ ናይ ማንቸስተር ሲቲ ኤርሊን ሃላንድ ብክልተ ጎላት ጥራይ ተፈልዩ ኣብ መበል ሳልሳይ ደረጃ ብምዃን ዝመርሕ ዘሎ። ምናልባት እውን እዚ ጥቃዓይ ኣብዚ ዓመት ብሰንኪ ማህረምቲ እንተዘይበኩር ኣብ ውድድር ወርቂ ጫማ ናይ ምምራሕ ተኽእልኡ ዓቢ ምኾነ። ኣሌክሳንደር ኢሳ ማዕረ ናይ ሊቨርፑል መሓመድ ሳላሕ 17 ጎላት ብምዝጋብ እዩ ኣብ ቅድሚት ዝርከብ። ኣብ ዝቕጽል ግጥማት ናይ ክለቡ ብከምዚ ዘለዎ እንተዛዚሙ ወርቂ ጫማ ዘይሽለመሉ ኣብነት የለን። እንተኾነ እግሪ ሃላንድ ብከምዚ ዘለዎኦ ምስ ዝሓፍራ ጥራይ እዩ። ምኽንያቱ ሃላንድ በዓል ዴብሮይን ሮድሪን ዘኾለስዎ ዘመዝግብ ዕድለኛ ተጻዋታይ እዩ። ዝኸበርኩም ተኸታተልትና ናይ ሎም ዜናና ነዚ ይመስል። ብዜናታትና ተሓጉስኩም ክትኮኑ ተስፋ ንገብር። ኩሉ ግዜ ኣዝዩ ዘሐጉስ ዜናታት ስፖርት ሃገርና እንተደሊኹም ቻነልና ይኹን ምርጫኹም ሳብስክራይብን ላይክን ዘይገበርኩም ከ ኣይትረስዕዎ ብሩኽ መዓልትን ለይትን በብዘለናዮ ሰሰናዩ